ኣብ ዝሓለፈ ብዛዕባ ማይክሮሶፍት ወርድ ሪና ነርና ክሳብ ራብዓይ ክፋል ድኸውን በጺሕና ነርና ተዘይተጋግየ ንሎሚ ናት መቐጸልታ ኢና ክንርኢ ማይክሮሶፍት ወርድ ንዓና ኣብ ህይወትና ኣዝዩ ሓጋዚ ዝተፈላለዩ ጽሑፋት ንምድላው ነቲ ዘለና ናትና ጸገማት ንምፍታሕ ክሕግዘና ከም ዝኽእል ኢልና ኣብ ዝሓለፈ'ቲ መእተዊ ተዛሪብናሉ ኔርና። ስለ ዝኾነ ኩላትና ነዚ ተገዲስና ክንሪኦ ተስፋ ይገብር። ሕግዘኩም ጠቕመኩም ክህሉ ተስፋ እገብር ማለት እዩ። ንስኹም እውን እቲ ውፅኢቱ ከመይ ትረኽብዎ ኣለኹም ኣብቲ ኮመንት ምግዳፍ ፅቡቕ እዩ ያው ናብ ከብለኩ ያው ኣብ ዝሓለፈ እዚ ኢና ርኢና ነርና እዚ ፎንት ርኢና ከምኡ ናብዚ ፓራግራፍ ዝብል ኢና በፂሕና ነርና ሕጂ ናቲ መቐፀልታ ኢና ንርኢ ኣብ ፓራግራፍ እዚአን ርኢናያ ነርና ከም ንዝክሮ እዚታት ርኢናያ ነርና እዚ ኩሉ ርኢናያ ነርና እዚ ነቲ ፅሑፋትና ዝኾነ ክንገብረሉ ምስ ንደሊ ኢልና ርኢናያ ነርና ማለት እዩ እዚ ከም እናገበርና ዝኾነ ክንገብር ምስ ንደሊ ኦኬ ዝኾነ ንገብረሉ ምስ ንደሊ በዚ ይቀያየር ኣሎ ንድሕር ንሪኦ ኣለና ኢልና ርኢናዮ ነርና ማለት እዩ ኣብዚ ከዓ ቁፅርታት እንድሕር ክንገብር ደሊና ዝኾነ ቁፅሪ እንድሕር ክንገብር ደሊና ከምዚ ጌርና ክንገብረሉ ከም ንኽእል ኢልና ርኢናዮ ነርና ማለት እዩ ኦኬ እዚ ከዓ እዚአን እዚአን ከዓ ነቲ ስፔስ ንምግባር ንኣብነት ነዚ ዕለት ሕጂ ናብዚ የማን እዚ ሸነኽ ከይዱ ኣሎ ምሽ ሕጂ ከመይ ጌርና ከምኡ ንገብሮ ከም ንኽእል ኣብዚ ኢና ርኢናዮ ነርና እዚ ኦኬ ሕጂ ኣብዚኣ እንድሕር ክሊክ ጌረ ናብዚ ተምፅኦ ኣላ ኦኬ ዝንሕር ጌርና ኣብ ማእከል ትገብሮ ኣብ ዝንሕር ከይዳ ከኣ ቶታል ኣብዚ ጫፍ ትወስዶ ኣላ ማለት እዩ ሕጂ ነቲ ጽሑፋት ናትና ካበይ ኣበይ ኣበይ ቦታ ክቕመጥ ከም ዝደለናዮ በዚ ክንእዝዞ ከም ንኽእል ርኢና ኔርና ማለት እዩ ድሓር ኣብዚኣ ምስ በጻሕና ኢና ኣቋሪጽና እዚኣ ኣብዚኣ ምስ በጻሕና ኢና ኣቋሪጽና ንሎሚ ካብኣ ካብኣ ጀሚርና ነዚኤን ክንርእየና ኩለን እዚኤን እዚኤን ክንርእየና ናብኡ ክብለኩም ኦኬ ነዚ ንምርኣይ ሕጂ ንኣብነት ነዚኤን ክልቲኤን እሞ ከነጸልመን ከምዚ ጌርና ነዚኣ ነጸልማ ንበል እዚኣ ከምዚ ጌርና ንጸልማ ድሓር ኣብዚኣ ንኣቱ ሕጂ ካብዚኤን ፍልይ ዝበላ እያ ካብዚኤን ፍልይ ዘብላ እዚኣ እንታይ እዩ እዚ ሓደ ክልተ እናበልካ ክትከይድ እንድሓር ኮንካ እዚ ግን ሓደ ነጥቢ ሓደ ሓደ ነጥቢ ክልተ እናበልካ ክትቅጽል ትደሊ ድሓር መይስካ ንሱ ምስ ወዳእካ ካብ ሓደ ክሳብ ነጥቢ ሓሙሽተ ናብ ንድሕር በጺሕካ ድሓር ሓደ ክልተ ከኣልካ ትጅምር ካልኣይ ትብል ማለት እዩ ሽዑ ክልተ ነጥቢ ሓደ ክልተ ነጥቢ ሰለስተ ገለ እናበልካ ከምኡ ጌርካ ትቕጽል። ደሓር መሊስካ ክዛኽለካ ንሱ ምስ በጻሓካ ከኣ እቲ ንኡስ ኣርእስቲ ናቱ ምስ ወዳእካዮ ሳልሳይ ትብል። ደሓር ሳልሳይ ኢልካ ከኣ ከምኡ እንተልዎ ንኡስ ኣርእስቲ ኣብ ትሕቲኡ ምስኡ ዝተሓዝ ሰለስተ ነጥቢ ሓደ፣ ሰለስተ ነጥቢ ክልተ እናበልካ ኢኻ ትቕጽል። ስለዚ እዚኣ ንኸምኡ እያ ትሕግዘና። እዛ እዚኣ ንኣቱ እሞ ቅድም ግን ነቲ ደሊናዮ ዘለና ክነጸልሞ ኣለና። ከምዛ ሕጂ ዝገበርክዋ ነዚኣ ንቐደመ ጸሊመያ ኦኬ። እዚኤን ከምዚ ጌርና ንኣብነት ኣጸሊምናየን ኣለና። ሕጂ ኣብዚ ቀዳማይ ኣብዚ ከኣ ከም ሓደ ነጥቢ ሓደ እናበለ ክቕጽል እዩ ማለት እዩ። ስለዚ ኣብዚኣ ንኣቱ። ኣብዚኣ ኣትየ ድሓር ኣብዚኣ ንመጽእ። እዚኣ ክሊክ እንድሕር ገይረያ ከምዚ ገይራ ተምጽኣልና። ሕጂ ሓደ ኣብዚ ከኣ ክልተ ቀዳማይ ካልኣይ ትብል ኣላ። ሕጂ ኣነ ደልየ ዘለኹ ግን ከም ዝበልኩኹም ኣብዚ ቀዳማይ ምስ በለ ሓደ ምስ በለ ኣብዚ ግን እዛ ክልተ ዘላ ሓደ ነጥቢ ሓደ እያ ክትከውን ደልያ። ስለዚ ከምኡ ንምግባር እንታይ ይገብር ነዚኣ ንበይና የጸልማ ነዚኣ ንበይና የጸልማ እሞ ኣብዚኣ ይኸይድ። ኣብዚኣ ኦኬ እዘን ክልተ ኣብዚኣ ዘሎ እዛ ኣረው እዚኣን እዚኣን ራእይወን ኢኹም ሕጂ ክልቲኦም ብሓባር ጌርና ክንሪኤን ኢና ምስዚኣ ዝተሓሓዛ ስለ ዝኾና ማለት እዩ ሕጂ ኣብዚኣ ክሊክ ከብር ይራዮ እቲኣ ንዓል ክሊክ ገይረ ራዮ ናበይ ወሲዳቶ ናብዚ ንየማን ሸነኽ ወሲዳ ሓደ ነጥቢ ሓደ ትብል ኣለ ንድሕር ኣብዛ ሓንቲ እዚኣ ክሊክ ገይረ ግን ንድሕሪ ትመልሶ ናብ ትነበሮ ክልተ ትገብርሉ ስለዚ እዚኦን ንኸም እየን ዝጠቕመና ኦኬ እዚ ከምዚ ምስ ገበርናዮ ሕጂ ራይዋ ሓደ ኣብዚ ከዓ ሓደ ነጥቢ ሓደ እዚ ሲ ንኡስ ኣርእስቲ ናይዚ እቲ ዝዓበየ ኣርእስቲ እዚ ኮምፒተር ዝብል ኣሎ ብዛዕብኡ ብዙሕ ጽሒፍካ ኣለኻ ንበል ድሓር እዚኣ ግን ሓደ ነጥቢ ሓደ እዚ ኸኣ ንኡስ ኣርእስቲ ናቱ እዩ ማለት እዩ ብዛዕብኡ ዝገልጽ እዩ ድሓር ኣብዚ ከምዚ እናገበርና እንድሕር ከይድና ሓደ ነጥቢ ክልተ ሓደ ነጥቢ ሰለስተ ገለ እንዳበለ ይቕጽል ግና ኦኬ ከምኡ እናገበርና እዚ ንድሕር ወሪድና ሓደ ነጥቢ ኣርባዕተ ሓደ ነጥቢ ሓሙሽተ እናበለ ክቕፅል ይኽእል ማለት እዩ ዝረረናዮ ኦኬ እዚኣ ከምዚ ምስ ገበርና ኣብዚ ከይድና ድሓር ካልኣይ ክንብል ንደሊ ኦኬ ካልኣይ ክንብል ንደሊ ሕጂ ሕጂ ከምኡ እንድሕር ክንገብር ኮይና እንታይ ኢና ክንገብር ዘለና ንኣብነት እዚአን እሞ ክሊክ ኣብለን ኣብተን ክርዳና እዚአን ክልቲአን ነፀልመን እሞ እንድሕር ክልተ ነጥቢ ሓደ ክልተ ነጥቢ ክልተ እናበልና ምስና ክንቅፅል ንደሊ ኮይና ማለት እዩ እዚኣ ከምዚ ንገብር እሞ ሕጂ ብዚ ካልኣይ ክትብል ደሊኒ እያ ኣለና እዚኣ ነጸልማ ድሓር ኣብዚኣ ንኣቱ ከይድና እዚኣ ንህባ ማለት እዩ ሕጂ እንታይ ትብለና ኣላ ኣብዚ ሓደ ኢላ ኣብዚ ከዓ ክልተ ትብል ኣላ ኣነ ግን እዚ ክልተ ክኸውን ደልየ ኣለኹ እዚኣ ማለት እዩ እዚኣ ከዓ ክልተ ነጥቢ ሓደ ክትከውን ደልየ ኣለኹ ስለዚ ዝኽእየር እንድሕር ኮይኑ እንታይ ክገብር ኣለና ኣብዚኣ እት ኣብዚኣ እዚ ኣብዚኣ መፅያትልና ዘላ ኣብኣ ክሊክ ንገብር እሞ ኮንቲኒዩ ናምበሪንግ ትብል ዘላ ኮንቲኒዩ እዚ ምስኡ ምትሓዝ ኣለዎ ማለት እዩ ከማት ክሊክ ትገብር እሞ ክልተ ተቐይራ እዚኣ እዚኣ ከ ሰለስተ ተቐይራ ኣላ ሕጂ እዚኣ እንታይ ክቐይራ ደልየ ኣለኹ ኣነ ክልተ ነጥቢ ሓደ ክትከውን ደልየ ኣለኹ እዛ ሰለስተ ስለዚ ነዚኣ ከምዚኣ ገይረ የፀልማ ኦኬ ነዚኣ ከምዚ ገይረ የፀልማ እሞ ድሓር ኣብቲ ዓንተ ዝኣተናያ ኣብዚኣ ንኸይድ ኣብዛ ላዕሊ ኣብዚኣ ኣብዚኣ ኣብዛ ኣረብ ኒዮማን ሸነኽ ደላ ክሊክ ድሓር ገይረ ክልተ ነጥቢ ሓደ ተቐይር ኦኬ ድሓር ኣብዚ ከም እንዳገበርና ክንቀፅል ንኽእል ያው ከምዚ እናገበርና ክንቅፅል ንኽእል እዚ ማለት እዩ ክልተ ነጥቢ ሰለስተ ክልተ ድለናዮ ማለት እዩ ከም እናገበረ ክኸይድ ይኽእል እዩ ብድሕሪኡ ኣብዚ ከይድና ሳልሳይ ክንብል እንድሕር ደሊና ኣብዚኣ ማለት እዩ ሳልሳይ እንድሕር ክንብል ደሊና ኣብዚኣ ናቱ ኦኬ ኣነፃፀሊምና ኣለና ንቐደም ሓር ኣብዚኣ ናቱ ኣብዚኣ እንድሕር ኣቲና እዚኣ ሕጂ ከምዛ ንሪኣ ዘለና ሓደ ትብል ኣላ ስለዚ እዚኣ ሰለስተ እያ ክትከውን ደልያ ስለዚ እታ ክገብር ኣለና ኣነ ኣብዚኣ ይኣቱ እዚኣ ናቱ እሞ ከንቲኒ ናምበር እየ ትብል ዘላ ንኸይድ ማለት እዩ ኦኬ ሰለስተ ተቐይራ ሕጂ ኸ እዚኣ እዛ ኣርባዕተ ከዓ እንታይ ክትከውን ደልያ ሰለስተ ነጥቢ ሓደ ስለዚ ነዚኣ ነፀልማ ነዚኣ ፀሊምና ኣብዛ ኣረው እዚኣ ናቱ እሞ ካብዚ ንፀልና በል ሓርዚ ከም እንዳገበርና ንጥቀመሉ ንኽእል ፍሉጥ እዩ ካብዚ ንድሓር ኣይ ኣይፅግመናን ኢና ኣብዚ ከይድና ኣርባዕተ ኣርባዕተ ነጥቢ ሓደ ገለ እንዳበልና ክንቅፅሎ ንኽእል ማለት እዩ ኦኬ ያ ናብ ዝነበሮ እሞ መልሶ እዚ ኦኬ ያ ኦኬ እዚ ከምዚ ጌርና ምስ ዳለና ድሓር እዚኤን ከዓ ክንሪኦ ሕጂ እዚኣ እዚኣ ማለት እዩ እዛ a ድሓር ሰት ዘላ እዚኣ ካብ a ክሳብ ሰት እንድሕር እቲ ፊደል ክስራዕ ደሊኻዮ እዩ ኦኬ ንኣብነት ሕጂ ኣስማት ናይ ተምሃሮ ተዳሉ እሞ ንበል ማለት እዩ ሕጂ በቲ ኣልፋቤት ክስራዕ ትደልዮ ካብቲ ቀዳማይ ፊደል a ካብኡ ጀሚሩ ንታሕቲ ክኸይድ ትደልዮ በቲ ኣልፋቤት ክስራዕ ንደልዮ ማለት እዩ ክነብሎ ማለት ነዚ ቦታ ክንረክብ ብከምኡ ክስራዕ ንደልዩ ኦኬ ሕጂ ከምኡ ክሰርዕ እንድሕር ኮይና በዚ ኢና ንሰርዓ ነዚ ንምስራዕ እንታይ ንገብር ኣብዚ ንኣብነት ሕጂ ኣብ ዝኾነ ስም ክህብ እዩ ከምዚ ጌርና ዝኾነ ስም ክህብ እዩ ሕጂ ንኣብነት ሳሙኤል ካልኣይ ኣብዚ ከይድና ዝኾነ ንሃቦ ዓወት ሳልሳይ ኣብዚ ዝኾነ በርሀ ድዩ ገለ ዝኾነ ራብዓይ ከምዚ ጌርና እውን ዝኾነ ስም ክንህብ ንኽእል ማለት እዩ ዋላ ኣብርሀት ክንብል ንኽእል ስም ጓል ኦኬ ዝኾነ ክንህብ ንኽእል ማለት እዩ ሕጂ ከምዚ ጌርና ምስ ሃብናዮ እዚ ፋሕፋሕ ኢሉ እዩ ዘሎ እዚ A እዚ ብቕድሚት ክመጽእ ይግበኦ እዚ ከኣ ከምኡ ኦኬ ስለዚ ፋሕፋሕ ኢሉ ኣሎ ሕጂ እቲ ነዚ ክንሰርዖ እንድሕር ኮይና ነጸልማ እዚኣ እሞ ኣብዚኣ ንኣቱ ኣብዚኣ ኣብዚኣ ንኣቱ ክሊክ ንገብር ኣብዚኣ ድሓር ከምዚኣ ምስ ገበርናያ ኣብዚ ተምርጸና ኣላ ሕጂ ሲኣ ትብል ደላ እዚኣ ቴክስት ትብል ኣላ ሕጂ ንዓ ክሊክ ገብራ ነብ ዝኣረው ቴክስት ከም ምዃና እምበር ሕጂ በየን ኢኻ ክስራዕ ደሊኻያ ትብል ኣላ ያ ይቕሬታ ኣብ ቁጽሪ ታይ ድበሃል ጌረ ኣለኹ ፋሕፋሕ ከብሎ ኔርኒ ብዝኾነ ድሓን በቲ ስም ጥራሕ ክንሰርሕ ኢና ሕጂ ሕጂ በቲ ናምበር ዲኻ ክትሰርዖ ደሊኻ ደልኻ ዋላ በቲ ቁጽሪ ብላ ኣሎ እባ በቲ ስም ኢኻ ክትሰርዖ ደሊኻ ብላ ኣሎ ኦኬ ሕጂ ኣነ ከም ዘለዎ በታ ቴክስት እሞ ንቐደም ክንቅጽል ኣብዚኣ ሕጂ እተን ስም ብስሩዕ ክስርዓለይ ይደልየ ኣለኹ። ብ A ጀሚረን ንታሕቲ ክቕጽላ ማለት እዩ። A B እናበለ ክቕጽል ደልየ ኣለኹ ኣነ። ስለዚ በቲ ስም ደልየ ስለ ዘለኹ ቴክስት ኢለ ኣለኹ። ኣብዚኣ ኣሰንዲንግ ትብል ዘላ ክሊክ ከብር። እዚኣ ኣሰንዲንግ እንድሕር ኢልናያ ብትኽክል ክስርዓለይ ኢና ኣለና ማለት እዩ። ስለዚ ኣብዚኣ ክሊክ ምስ ገበርና ኣብዚኣ ዄይንና ኦኬ ንብላ። ኦኬ እንድሕር ኢልናያ ረኣይዋኹም ሕጂ። በዚኣ ከምዚ ኢላ ትስራዕ ማዲ ኣብርሀ ተዕወት በርሀ ሳሙኤል ኦኬ እንድሕር ክግልበጥ ደሊና ኢኺ ናብቲ ዝነበረ ክምለስ እንድሕር ደሊና ኢኻ ኣብኣ ንኣቱ እሞ ከም ዘላታ እታ ቴክስ ስም እንድሕር ጥራሕ ክግልበጥ ደሊና ማለት እዩ ኦኬ ስለዚ ኣብዚ ከይደ ኣብዚኣ ማለት እዩ ዲሰንዲንግ ይብላ ማለት እዩ ዲሰንዲንግ ትብል ዘላ ኣብዚኣ ክሊክ ከብር እሞ ኦኬ ድሕር ኢለ ኢኻ ናብቲ ዝነበረቱ ተመሊሰ ኦኬ እስኪ እታ ናምበር ተተገልቢጣትና ምናልባት ካብ ቅዱም ስሩዕ ኣይቐመጥናዮን ግን እንድሕር ኩናትልና ክንሪኣ ኢና በቲ ናምበር እንድሕር ኮይንልና እዚኣ እታ ቴክስት ትብል ዘላ ናምበር ንቐይራ እዚኣ ድሓር እስኪ ሕጂ ኦኬ እስኪ ዲሰንዲንግ ገልብጥ እዩ ክንብላ ኢና መስከ መጀመርታ መስርዕ ክንገብሮ ሕጂ እዚኣ ናቲና እስኪ ያ ተን ናምበር ገምጢልና ስለ ደይበልናየን ኣይመስለኒ እንታይ ዝበሃል ትገብረልና ትግል ኣይ ብቐደሙ ክንፋሕፋሕ ክነብሎ ነርና ከምቲ ነቲ ምፋሕፋሕ ደበልናዮ ከምኡ ጌርና ፋሕፋሕ ክነብሎ ነርና ኦኬ ሕጂ እቲ ናብ መርፋሕ ኢሉ ስለ ዘይጸንሐ ስሩዕ ስለ ዘሎ እንታይ ዝበሃል ትገብሮ የላን ማለት እዩ ኦኬ ስለዚ እዚ ከምኡ እንዳገበርና ክንጥቀመሉ ንኽእል እቲ ቁፅሪ እንተ መቕደም እንታይ ዝበሃል ጌርናዮ ፀኒሕና ያ ቁጽሪ እንድሕር ፋሕፋሕ ኢሉ ጸኒሑ ክታብ ክትተዓራርየልና ትኽእል እያ። ሕጂ ግን እዚ ስሩዕ ስለ ዝጸንሐ እያ ደይ ተብለና ዘላ። ኦኬ ብዝኾነ እዚኣ ከምዚ እናገበርና ነቲ ስም ከምዚ ኣቐዲመ ዘርኣኹኩም ነጸልሞ ኣብዚ ንኣቱ። መብዛሕትኡ ግዜ ቁጽሪ ምግልባጥ ኣየድልየካን እዩ እቲ ዘድልየካ እቲ እቲ ስም ኢኻ እንታይ ድበሃል ክትገብሮ ስሩዕ ከተትሕዞ ዘለካ። ኣብዚኣ ቴክስት እዚኣ ንመርጽ ድሓር ኣብዚኣ ኣሴንዲንግ ንብላ። ኦኬ ከምዚኣ ኢላ ትስራዓልና እንድሕር ፋሕ ኢሉ ጸኒሑ ክንግልብጦ እንድሕር ደሊና ከኣ ከምዛ ቀዲመ ዘርኣኹኩም ከም ዘላታ ኮይና ኣብዚኣ ዲሰንዲንግ እንድሕር ኢልናያ ገልብጥዮ ማለት እዩ ኦኬ እንድሕር ኢልና ምስ ጌራ ትገላብጦ ኦኬ ከምዚ እናገበርና እዚኣ ክንጥቀመላ ንኽእል ካልእ ቀፂልና ንሪኦ እዚ እዩ እዚኣ እዚኣ ንምንታይ እያ ትሕግዘና ክንሪኣ ኢና ሕጂ እዛ ዝነበርናዮ እሞ ክንመፅእ ዝኾነት እዚ ንኣብነት ነዛ ኣብ ኮምፒውተር ትብል ዘላ ንባዕላ ነፀልማ ኦኬ ነዚኣ ከምዚ ንገብራ ኣብዚኣ ናቱ ዋላ ምፅላም ከማን የድልየና ናብዚ ክሊክ ጌርና ኣብዚኣ ናቱ ኣብዚ ንድሕር ከይድና ዝኾነ ሕብሪ ንህባ ኣብዚ መፂና ካብዚ ንመርፀላ ማለት እዩ ኣብዚኣ እያ እቲ ኣብዚኣ ማለት እዩ ድሓር ኣብዚ መፂና ዝኾነ ሕብሪ ክንህባ ኢና ኣድሚቃ ተርእየና እዚኣ ክንባይና እስከ ሕጂ ኣብዚ መጺኻ ዝኾነ ጽሑፍ ክትጽሕፍ ትደሊ ንስኻ ዝኾነ ብዛዕባ ኮምፒውተር ሲ ድላይካ ክትጽሕፍ ትደሊ ከም እናገበርካ የጋል ኣነ ዝመጸለየ ስቕ ኢለ ሕጂ ጽሕፍ ዘለኹ ከምዚ ትገብር ጅራይዎ ንዓኹም ምርኣይ ክሳብ መወዳእታ ከይድ እንዴ እንታይ ደሊ ከም ዘለኹ ኦኬ ራይዎ ሕጂ እቲ ሕብሪ ምስቲ ጽሑፍ ይኸይድ። እንድሕር ሓደ ነገር ኣድምቕ ኣቢልካ ብፍሉይ እንድሕር ንዕኡ ክትብሎ ደሊኻ ኣድምቕ ኣቢልካ ከም ዝረኣ ክትገብሮ እንድሕር ደሊኻ ሃይላይት ትገብሮ እሞ እቲ ጽሑፍ ትጽሕፎ ናቱ መግለጺ ንኣብነት ኣብዚ ሕጂ ኮምፒተርን ኢና ኢልናያ ጸኒሕና እዚኣ እታ ርእሲ ከም እንያ ጸኒሓ ብዛዕባ ኮምፒተር እንድሕር ኮምፒተር ከምዚኣ ከምዚኣ ከምዚኣ ኢልካ እንድሕር ትገልጽ ሃሊኻ ኦኬ እቲ ጽሑፍ ንሳ ንበይና ኣይኮነትን ትደምቕ እቲ ፅሑፍ ትፅሕፎ ምስ እንኮላ ይደምቕ ክኸውን ከምዚ ሕጂ ነቕፅሎ ዘሎ ካብኡ ኣይተርፍ ኦኬ ምናልባት ከምዚ ዓይነት ንሰርሓሉ ኣጋጣሚታት ተተረኺቡ እዚ ንኸምኡ ክሕግዘና ይኽእል ማለት እዩ ኦኬ እዚ ንኸምኡ ይሕግዘና ካልእ እዚኣ ይቕሬታ እዚኣ ሓሊፍናያ መስለኒ እዚኣ ክንሪኣ ኢና ተመሊስና ድሓን እዚኣ ክንርኢ እዚኣን እዚኣን ብሓንሳብ ኬርና ወላ ክንርኢ ኢና እዚኣን እዚኣን ብሓንሳብ ክንርኢ ኢና ሶሪ ነዚኣ ሰጌርያ ኣብዚ መፅእ ኦኬ ሕጂ እዚኣ ድሓን እዚኣ ምሳ ክትሓ ስለ ዘለዋ ነዚኣ ክንርኢ እዚኣ ከዓ ሕጂ ነዚኣ ኣብ ንኣብነት ኣብ ቦክስ እንድሕር ከዓ ትደልዩናዮ መፂና እዚ ንመርፀሉ እዚ ኦኬ ራዮ ሕጂ ሕጂ ራዮ በዚ እንታይ ይቀይር ኣሎ ራዮ እዚ እንድሕር ጌርካ ከዓ ራዮ እቲ ኣንደርላይን ይኸውን ኣሎ ኦኬ እዚ እንድሕር ኢልና ከዓ ኣብ ትሕቲ ይኸውን ኣሎ ማለት እዩ ቦርደር ማለት እዩ ኦኬ ብላዕሊ ወይ ክታሕት ወይ ከዚ ብጸጋም እዚ ከኣ ብየማን ይኸውን ኣሎ እዚ ኖ የደ ይብሉ ንሕር ኮይኑ እዚ ከኣ ኣብ ውሽጢ ንሕር ክተእትዎ ደሊኻ ኦኬ ንኣብነት ሕጂ እዚኣ ንበል ኣብ ውሽጢ ምነእትዎ ኣብ ውሽጣ ከምቲ ኣቐዲምና ንፅሕፎ ዝነበርና ዝኾነ ፀሓፍ ኢንተር ከም እናገበርካ ፀሓፍ ኦኬ ድላይካ ድላይካ ከምዚ ጌርካ ክትፅሕፍ ትኽእል ማለት እዩ ኦኬ እቲ እቲ ፅሑፎ ፅሑፍ ካብቲ ቦክስ ኣይወፅእ ስለዚ ከምዚ እንዳገበርና ክንጥቀም ንኽእል እዚ ንኸም ይሕግዘና ሶሪ ያ ስለዚ እዚ ከምዚ እንዳገበርና ክንጥቀመሉ ንኽእል ንድሕርቲ ፎክስ ዘይደለናዮ ንኣብነት ሕጂ እዚ እሞ ገይረ ክፀንሕ ንበል ዝኾነ እዚ እዚ ከምዚ ገይረ ፀኒሐ ኣለኹ ሕጂ እንድሕር ዘይደለኹ ኦኬ እንድሕር ዘይደለኹ እዚ ክእለ እንድሕር ደልዮ እንታይ ይገብር ከይድ ኣብዚያ ኣብዚያ ክሊክ ገብር ድሓር ኣብ ዘላትና ኖ ቦርደር ትብላ ኣላ ኣብ እንድሕር ክሊክ ገይረ ክእል እዩ ክንነግብና ክንጥቀመሉ ንኽእል ኢና እዚ ተደሊና ኣብዚ ተደሊና ዝኾነ ብዚ ክነጥበሉ ንኽእል ድላይና ድላይና ብዚ ክንገብር ንኽእል ኦኬ እዚኣ እውን ኣላትና ንኣብነት እዚኣ ሕጂ እቲ መስቀላዊ ጌራቱ ፅኒሓ እንድሕር ሪኢኹም ኢንተር ምስ በልና ትመቕልዎ ነይራ ኣብዚኣ እንድሕር ከይድና ግን ራይዋ ተፍሊትነት ናይዚኣ ራይዋ ከም እናገበርና ብሽ ንፅሓፍ ፀኒሕና ኢንተር እንድሕር ኢሉ ራይዋ እቲ ኣብ መንጎ ዝፀንሐ ካልእ ቦርደርሲ የለን ሕጂ እኪ ከምዚ ጌርካ ትሰርሕ ድሓር ኢንተር ትፎኩስ ሓደ ቦክስ ጥራሕ ይኸውን ማለት እዩ ሓንቲ ወይ ግን እንታይ ትገብረልና ነራ መልሰኩም ነራ ሓንቲ ሸ ሓንቲ ወይ ግን እንታይ ክትገብሮ ፀኒሓ እዚኣም ሶሪ እዚኣ ምስ ገበርናያ እዚኣ ጌርናያ ፀኒሕና እዚኣ ምስ ገበርናያ ግን እንታይ ገራቶ ፀኒሓ ከምዚ ምስ ገበርናያ ስራያ ከምዚ ትገብረልና ፀኒሓ ኦኬ ሕጂ እንታይ ተምፅእ ኣላ እዚ ከምዚ እናገበርካ ተኸድካስ ምስ ኣካል ቦርዶር ታይም ቴብል ቴብል ትሰርሓልና ኣላ ማለት እዩ ኦኬ ከም ቴብል ምሻሉ ብፍላይ ኣብ ኣብ ዝቕፅል ድሓን ድሕር ተኻኢሉ ድሕር ተኸታታሊ እውን ድሕር ሃልዩ ክነምፅኦ ንኮይና ብዛዕባ ኤክስኤል ክነምፅእ እንዲና ልክዕ ከምዚ ቴብል ትሰርሕ ደለኻ ከምኡ ምሲላቶ ማለት እዩ እዚ ስለዚ እቲያ ተሓይሽ እቲያ ኣቐዲምና ክንብላ ዝፀናሕና ሰብ ዝበለፀት እዚኣ ኣብዚ ከይድና እዚኣ እንድሕር ጌርና ዝበለፀት ትኸውን ማለት እዩ ስለዚ እዚ ከምኡ እናገበርና ክንጥቀመሉ ንኽእል ካልእ ናብዚኣ ክመልሰኩም ሕጂ እዚኣ እዚኣ ንምንታይ እያ ትሕግዘና? ነቲ ጽሑፍ ንምቅርራብን እቲ ስፐይስ ናይቲ ጽሑፍ እቲ ርሕቀት ንኣብነት ካብዚ ክሳብ ኣብዚ ዘሎ እቲ ርሕቀት ናቱ ከመይ እካ ክኸውን ደሊኻዮ ንኸምኡ እያ ትሕግዘና። ሕጂ ነታ ደሊኻያ ደለኻ ተጸልማ እሞ ወይ እውን እስከ ትኸይድ ኣብዚ ኣብዚኣ ከይድና ክሊክ ንገብር ሕጂ ራእይዎ እቲ ጽሑፍ ራእይዎ ኩሉ በታተን ኣሎ ኩሉ ኣብዚ ተርእይዎ ኣለኹም ኣብዚ ክሊክ ምስ ገበርና ክሳብ ክንደይቲ ርሕቀት ክኸውን ከም ዝደለኻዮስ ኣብዚ ከምዚ ገይሩ የርእየና እዚ ማለት እዩ። ስለዚ ከምዚ እናገበርና እዚ ክነብሎ ንኽእል። ራእዩ ኣብዚ እንድሕር መፂና ኣዝዩ ፋሕ ይብል ኣሎ። ኦኬ ሕጂ ፋሕ ፋሕ ኢሉ ክፀንሕ ይኽእል እዩ። ስለዚ ባክ ስፔስ ጌርካ ክተቕርቦ እንድሕር ደሊኻ ሲ ኣብየካ። ኦኬ ሕጂ እንድሕር ኣብይካ ከም ነዚኣ እሞ ክንብል ከምዚ ኢሉ ኣሎ። ሕጂ ራይዎ ኣብዚ ሲ ክንዲ ዝኣክል ጋግ እንዳሃለወስ ኣብዚ ዝኾነ ክገብር ኣይክእልን ዝኾነ ክገብር ይኽእል እየ ኣለኹ እንድሕር ባክ ጌረ ከዓ ሕጂ ራይዎ ኣብዚ ምፅኤ ባክ እንድሕር ጌረ ከዓ ናብዚ ክትሕውሳ እያ ናብዚ ሓዊሳ ትሪያ ኣላ ኣብዚ መፅያ ኣላ እዚኣ ሲ እዚኣ እያ ራይዎ ሕጂ እዚኣ እንድሕር ባክ ጌረ ናብዚ ክትሕወስ እያ ሳራዮ ሶሪ ኣበይ ትሕወስ ኣላ ሕጂ ራእየና ኣብዚ ከይዳ ትሕወስ ኣላ ኦኬ ክንዲ ዝኣክል ጋር እንዳሃለወስ ከምኡ ሕወት ኣሎ ሕጂ ከም እንድሕር ኣጋጢሙካ እንታይ ትገብር ከምዚ ቀዲምና ዝበልናዮ ኣብዚኣ ናትሞ ኣብዚኣ ናትሞ ክሊክ ጌርና ችራዮ ኣብዚ መፂና ክነቀራርቦ ንኽእል ኣብዚ መፂና ክነቕርቦ ንኽእል ዝኾነ ብድላይና ከምዚ ጌርና ክነቕርቦ ንኽእል ወይ ከዓ እዚ እውን ኣለና እዚኣ ሪሞቭ ስፔስ ኣፍተር ፓራግራፍ ክብል ኣሎ ኣፍተር ፓራግራፍ ክብል ኣሎ ከምዛ ንገብሮ ንኽእል እዚ ንኣብነት ሕጂ ነዚኣ ነፀልማ እዚኣ እንዲያ ዝያዳ ፋሕ ኢላ ደላ ንበይና ነፀልማ ንኽእል ኢና መፂና ኣብዚ ከምዚ ጌር ክቐረብ ንብላ ማለት እዩ ከምዚ ጌርና ነቀራርቦ ንኽእል ኢና ድሕሪ ኣዝዩ ተጨቃጨቆ ከምዚ ጌርና ወርብ ክንፈላለዩ ንኽእል ኢና ኣብዚ ኣብዚ እንድሕር ኮይኑ ሳሙና ላግብ ኣሎ ኣብዚ እንድሕር ጌርና ይሓይሽ ከምዚ ጌርና ክንመርፀሉ ንኽእል እዚኣ ንሪኣ ዘለና ከዓ ኣድ ስፔስ በይፎር ፓራግራፍ ይብሎ ኣለኻ ሕጂ ቦታ ሃብኒ ብቅድሚ እቲ ፅሑፍ ንብላ ኣለና ማለት እዩ ጅብዚ እንድሕር ኢልናያ ፋሕ ትብሎ ኣላ ታሕቲ ኦኬ እንድሕር ኣድ ስፔስ ኣፍተር ፓራግራፍ እንድሕር ኢልና ከዓ ንላዕሊ ክትሕውሶ እያ ከምዚ ጌርና እዚኣ ሶሪ ሪሞቭ እንድሕር ኢልናያ እዚኣ ኣብዚኣ ሪሙቭ እንድሕር ኢልና ንላዕሊ ከምዚ ገይራ ተቕርብ ሶሪ ድማ ከምዚ ክንገብሮ ሪሙቭ እንድሕር ኢልና ከም እናገበረት ተቕርበልና ትኽእል ተደሊና ከዓ ከምዚ ገይርና ባዕልና ኣብዚኣ ክንምፃእ ንኽእል ድላይና እዚ ደለናዮ ዝመረፅናዮ ብዚ ክንገብሮ ንኽእል ኢና ዝድና ዋላ ዝደሊና ሆና ንገብሮ ንኽእል ኢና ለዚያ ንኹም ትሕግዘና ካልእ እዚኣ እያ ተሪፋትና ማለት እዩ እዚኣ እዚኣ ሕጂ ኣብኣ መፂና ክሊክ ክንገብር ክሊክ እንድሕር ጌርና ከምዚ ጌራ ተርእየና እዚ ንምንታይ ዝሕግዘና ዝኾነ ፅሑፍ ፅሒፍካ ምስ ወዳእኻ ዝኾነ እቲ ናቱ ስፔስ ሲ ክንደይ ርሕቀት ጌርካ ኣሎ ከም ዘለካ ንኣብነት ስፔስ ዝብላ ዘለኹ ከመይ ማለት እዩ ኣብዚ ከምፃልና እዩ እዘን ነጥቢ ኣብዚኣ ሕጂ ንሪኣ ሓደ ነጥቢ ከምኡ ኣብዚኣ ከዓ ከምኡ ሓደ ሓደ ነጥቢ ዘለዋ ሓደ ሓደ ስፔስ ስለ ዘሎ እዩ ዘርእየና ዘሎ ሕጂ ኣብ መንጎ እዚኣ ንኣብነት ንምርኣይ ዝኣክል ኣብዚኣ ራይዋ ሓንቲ ነጥቢ ኣላ ሕጂ ካልኣይቲ ስፔስ ክውስኽኒ ክልተ ነጥቢ ክኾነ እያ ኦኬ ሪናይን ሕጂ ክልተ ነጥቢ ዋላ ንባዕሉ ን ኣንደርላይን ጌራትሉ ኣስሚራትሉ ተርእየና ኣላ ስለዚ እተን ክልተ ነጥቢ ዘለዋስ ክልተ ስፔስ ጌርካ ኣለኻ ማለት እዩ ኣብዚ ግን ሓንቲ ሓንቲ ነጥቢ ኣላ ሓንቲ ስፔስ ጥራሕ ስለ ዘላ ማለት እዩ እታ ግብእቲ ምርሓቕስ ሓንቲ ግዜ ኢኻ ርሒቕካያ ኣብዚ ግን ክልተ ጌርካ ትብለካ ኣላ ስለዚ እንታይ ግበሮ ማለት እዩ ነቲኣ ደምስሳ ሰርዘ እንድሕር ሰሪዝካያ ሓንቲ ትተርፍ ስለዚ ምናልባት ከምኡ ጌርካ እንድሕር ኣብዚ እንታይ ድበሃል ዝገበርካዮ እንድሕር ሃልዩ ብጌጋ ክልተ ግዜ ሰለስተ ግዜ ስፔስ እንድሕር ጌርካ ንኣብነት ሕጂ ራዮ ከምዚ እንድሕር ጌርካዮ ጸኒሕካ ኣብዚ ከድካ እውን ከምኡ ኣብዚ ከድካ ከዓ ከምኡ እንዳገበርካ እንድሕር ፀኒሕካ እዚ ተርእየካ ኣላ ማለት እዩ ክንደይ ስፔስ ጌርካ ከም ዘለካ ኣብዚ መፂእካ ኣብዚ ከምኡ ጌርካ ንፅሑፋትካ ክተስተካክሎ ትኽእል ሓርቲ መፂእካ ኣብዚ ከምዚ ጌርካ እንታይ ይበሃል ትገብሮ ትተዓራርዮ ኣብዚ ከዓ ከምኡ ክልተ ኣለዋ መፂእካ ነዚ ከም እናገበርካ ተዓርዮ ማለት እዩ ኦኬ ከምዚ እናገበርካ ክተተዓራርዮ ትኽእል ማለት እዩ ያው ወይ እውን ንድሕር ናብነት ሕጂ ስራዮ ኣብዚ ሕጂ ኢንተር ኢልናዮ ዘለና ሲ ኣርባዕተ እንታይ ዝበሃል ንታሕቲ ስቴፕ ወሪድና ከም ዘለና ተርእየና ኣላ ስለዚ እዚ ከም ንድሕር ገይረ ኦኬ ብፍላይ ፅሑፍ ንድሕር ሃልየካ ነቲ ፅሑፍ እንዳደምሰስካ ክትከይድ ከለካ እቲ እዚ ከዓ እንዳተኣርነበ ምሳኻ ይኸይድ ማለት እዩ ያው ስለዚ እዚ ንከምኡ እዩ ዝሕግዘና ከምዚ ጌርና ክንጥቀመሉ ንኽእል ድሕር ኣድልዩና እዚ ክንጥቀመሉ ንኽእል ኢና ኦኬ ከይድና ክንኣልያ እንድሕር ደሊና ኣብኡ ክሊክ ንገብር እዚ ከምዚ ኮይኑ ይእለየልና ማለት እዩ ያ እዚኣ ንኸም እያ ትሕግዘና ናይ ሎም ትምህርቲ ነዚ ይመስል ፈቲኹሞ ክትከኑ ተስፋ ይገብር ኣብ ዝቕፅል ግዜ ብዛዕባ እዚ ስታይል ዝብል ክንርኢና ያው ከምኡ እንዳበልና ክንቅፅል ኢና ማለት እዩ ምትብባዕኹም ኣይፈለየና እቲ ትምህርቲ ምናልባት ከመይ ይኸይድ ከም ዘሎ ከመይ ትረኽብዎ ከም ዘለኹም ንስኹም እውን ንእሽቶ ሓበሬታ ምሃብ ፅቡቅ እዩ ያው የቐኒየለይ